ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሔር ይመስገን። ንስኻትኩም እውን ኣብ ዘዘለኹምዎ ሰላም ክትኾኑ ትምኒተይ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለትን ኣዝያ መሳጢትን ኣመና መምሃሪትን ዝበልኩዋ ዛንታ ናባኹም ሒዘያ ቀሪበ ኣለኹ። ቅድሚ ናብቲ ዛንታ ምባለይ ግን ኣብዚ ቻናል ሒዝናልኩም ንቐርብ ዘለና ዛንታታት ናብ ኩሉ ሰብ ይበጽሕ ስለ ዘየለ ነዚ ዛንታ ላይክ ብምግባር ጀምርዎ ክብለኩም ይፈቱ። ናብቲ ዛንታ ከብለኩም ሰናይ ምክትታል። ናይ ትምህርቲ ድሌተይ ብዙሕ ኣይነበርኩን። ምስ መሓዙተይ ብፍቕርን በዝዩ ደስ ዝብል ዛንታ ቁልዕነትን እየ ዝዓበኹ። ናብራ ቤተሰበይ ሓውሲ ገጠር እዩ ዝነበረ። ዛዕባ ኩሉ ገዛ ኣብ ወሰን ከተማ እዩ። ኣቦይ ብጣዕሚ ፃዕራም ካብ ምዃኑ ዝተልዓለ ክረምቲ ኣብ ማሕረስ ሓጋይ ኣብ ምንጋድ እንስሳ እናበለ እዩ ደቁ ዘዕቢ። ኣነ እውን ምስ ኣደይ ኣብ ትርፊ ሰዓተይ ቀዳም ቀዳም ኣብ ዕዳጋ ሸቐጣ ሸቐጥ ብምስራሕ ይሕግዛ ነይረ። ወለደይ ኣብ ገዛ ንእሽተን ስራሕ እንተሓጊዘዮም ኣብ ዝደለኽዎ በጺሐ ንኽመጽእ ኣይቃወምንን። ይኹን እምበር ዋላ እኳ ምስ ኣደይ ስራሕ እንተለመድኩ ደጋ ደገ ክብል ግን ገይሩኒ እዩ። ምስ ብዙሕ ሰብ ክራኸብን ብዙሕ ተጓንፎታት እናሕለፍኩ ስለ ዝመጻኹ ካብ ትምህርቲ ብዝዘለለ ህይወት ዝመሃረትኒ ይበልጽ። ትምህርቲ ኣብ ዝኸደሉ ሰዓት ንብዙሕ ዓመታት ሓቢርና ዝተመሃርና ክልተ ደቂ ኣንስትዮ መሓዙት ኔርና። ምስ መሓዙተይ ኣይንፈላለይን። ገና ናይ ቀዳማይ ብርኪ ተምሃሮ እናሃለና ኣትሒዝና ሓንቲ መሓዛና ቅርሺ እንተሒዛ ትምህርቲ ቀጺዕና ናብ እንዳ ሲኒማ ሻሂ ቡንን እናበልና ዘይንፈልጦ ነገር ኣይነበረን። ክንዘውር እንተለና ብዙሓት ኣወዳት ንቐርብ ኔርና። ሃይስኩል ምስ በጻሕና ሰለስቴና መሓዙት ኣፍቀርትን ነይሮምና። ኣብቲ ሽዑ እዋን ብፍቕሪ ዘጽምዱና ሰለስተ ኣዕሩኽቲ ኮይኖም ብጀምዓ'ዮም ዝንቀሳቐሱ። ክልቲኤን መሓዙተይ ብፍቕሪ ምስቶም ክልተ ብዝተፈላለየ መንገዲ እንትጻመዳ፣ ኣነ በይነይ ተሪፈ። መሓዙተይ ምስ ኣፍቀርተን ምቁር ግዘ ከሕልፋ እንተለዋ፣ ኣነ መጻምዲ ዘይብለይ ኣብ ጎነን ምስኣተን ኮፍ ኢለ ክስሕቕን ክጻወትን ይውዕል። እቶም ክልተ ናይ መሓዙተይ ኣፍቀርቲ በይነይ ምዃነይ ምስ ኣስተውዓሉኒ፣ ሓደ ዓርኮም ክመጽእ ብምግባር ከቀራረቡኒ ጀመሩ። ኩሉ ግዘ ጽምዲ ጽምዲ ብምዃን ዕላል ነዕልል። ከምኡ እናበልና ድማ ዝነበርናሉ ዕድመ ዕድመ ንእስነት ስለ ዝኾነ ስምዒት ናይ ንቆፃፀሮን ዝነበርና እንድሕር መሓዙተይ ምስ ኣፍቀርተን ሓዲረን ኣነ እውን ምስ ኣፍቃርየይ ክሓድር ግድን እዩ ከምኡ እናበልኩ ትምህርትን ጎኒ ገዲፈ ምስ መዘናይ ከእንድር ጀሚረ ንወለደይ ዝተፈለየ ምክንያት እናፈጠርኩ ምስ ኣፍቃርየይ ይራኸብ ይሓድር እውን ብምስትውዓል ዘይኮነ ብስምዒት ስለ ንጎዓዝ ዝነበርና እታ ሓንቲ መሓዛና ፍሉይ ስምዒት ስለ ዝተሰመዓ ሓቢርና ሕክምና ኺድና እታ መሓዛና ጥንሲ ከም ዘለዋ ተነገረት ንሕና እውን ምርመራ ጥንሲ ጌርና ከም ዕድል ኮይኑ ክልቴና መሓዙት ጽንሲ ኣይጋጠመናን እዚ ኩነታት ድማ ብሕቡእ እንገብሮ ዝነበርና ምሽጥር ምሕዝነትና ፋሕ ኣቢሉ ሚስጥር ኣደባባይ ገበሮ። ሰለስተ ውቁባት መን ኣራኸበን እናበለ ንሓዳር ንቁምነገር ዝምነየና ዝነበረ ዓዲ ናይ መሓዛና ጥንሲ ግን ብሕማቕ ከጥምተና ጀመረ። ወለደይ ኩነታት መሓዛይ ምስ ሰምዑ ንእሽተን ስራሕ ዘለቶ ዋላ ይኹን ንሓዳር እንተደኣ ጠይቑ ከምርዕዉኒ ወሰኑ። ንምርዓወይ እምበር ምሽጥር ብሩህ መጻኢየይ ዘይበረሐሎም ስድራይ ኣቦ ጓልስያ ንዝብኢ ሃቦ ከም ዝበሃል ንቐጻሊ ተስፋይ ከየስተውዓሉ ጓልና ከም መሓዝኣ ከይትበላሾ ናብ ሓደ ነጸግዓያ ብምባል እቲ ክፍተት ተጠቒሞም ንዝጠየቖም ወዲ ብዘይ ምንም ኣማራጺ ብዘይ ናተይ ድሌትን ፍቓድን ክምርዖ ገደዱኒ። እንድሕር ከይተመርዐወት ጸኒሓ ክብራ ስኢና ዘይድቓላያ ክትዓርየልና ብዝብል እንታይ ከም ዝኸውን እንታይ ከም ዝመጽን ከየስተብሐሉ ዘለዎምን ዘይብሎምን ኣፍሲሶም ዳስ ተኺሎም ድግስ ደጊሶም ተመሪዓ ንኽበሃለሎም ጥራሕ ዝተገበረ ክሳብ ዝመስል ብድሌት ወለደይ ተመርዐኹ። ኣብቲ ሽዑ እዋን ካብተን ምሳይ ዝነበራ መሓዙት እታ ዝጠነሰት ሓንቲ ገና ንእሽተን እንተላ ካብ ኣፍቃሪኣ ብምጥናሳ ወለዳ እቲ ተግባራ ስለ ዘይፈተውላ ኣዝያ ሓሪቓ ናይ ባህላዊ መስደዲ ጥንሲ ተጠቒማ ኣብ ንእስነት ዕድሚኣ ኣብ ከብዳ ዘሎ ዕሸል ንኽትንጽል ክትብል ህይወታ ሰኣነት። እዚ ኩነታት ድማ ወለደይ ንክሰግኡን ንዓይ ንምውሳብን ንምምርዓውን ካብ ከምዚ ዓይነት ሽግር ንከየጋጥመኒ ንክምርዖ እዩ ዝነበረ መደቦም። ወለደይ ዘምጽኡለይ ሰብኣይ እየ ተመርዕየ። እቲ ወለደይ ዘምጽኡለይ ሰብኣይ ድማ ስርሑ ፖሊስ እዩ። እዚ ዝበሃል እኹል እቶት ኣይነበሮን። ወለደይ ብግዘይ ዓው ኢለ ስለ ዝነበርኩ ኣብ ሕማቕ ከይወደቕኩ እዮም ነቲ ፖሊስ ኣምጺኦም ክምርዖ ዝገበሩኒ። ኣብ ሓንቲ ጸባብ ገዛ ተኻሪና ድማ ናብራና ጀሚርና። እኽሊ ካብ ወለድና እንዳምጻና እንትኸውን ብተን ዝረኸበን መሓያ ድማ ነስቤዛን ክራይ ገዛን እናከናወንና ምንባር ቀጺልና። ከምዚ ኢልና ናብራና እንትንደፍእ ንኽልተ ዓመት ዝኣክል ቆልዓ ከይወለድና ጸኒሕና። ንኸይጠንስ መርፍእ እናተወጋእኹ ድሕሪ ምጽናሕ፣ ክልተ ዓመት ምስ ገበርና፣ እቲ መርፍእ ክሰርሕ ስለ ዘይከኣለ፣ ጥንሲ ኣጋጠመኒ። ባዕሊ ሓዳረይ፣ በተን ናይ ፖሊስ ደሞዝ ናብራ ክመርሕ ኣይክእልን። እተን መሓያ ኣሽንኳይዶ ቆልዓ ክነዕብስ፣ ክልቴና'ኳ ካብ ወለድና ኢና እኽሊ ንጥቀም ዘለና። ስለዚ፣ ዓርስና ክሳብ እንኽእል ተወሳኺ ስራሕን እቶትን ክሳብ ዘምጽእ እቲ ጥንሲ ክንጸል ግበሪ ክትወልድዮ የብልክን ዝብል ሓሳብ ኣምጸ። ኣነ ውን እቲ ጥንሲ ሕራይ ብማል ክንጸል ጌረዮ። ይኹን እምበር ድሕሪ ግዘ እቲ ዝበሎ ተወሳኺ ስራሕ ክጅምር ኣይከኣለን። ኣነ ውን ጥንሲ ከይጠንስ ብግዘይ ከይወልድ ብኢኮኖሚ ተገዲበ ናይ ውላድ መኻን ኮይነ። ዝረኣየ ሰብ ቤተሰብ ይኹን ጎረቤት እዚ ኩሉ ዕድመ ብሓዳር ጸኒሕኹም ግን ብዘይ ውላድ እንታይ ትርጉም ኣለዎ? ሚስጥር ናብራ እኮ ይጥዓምካ ይኽፋእኻ ምስልኻ ኣብ ቅድሚ ዓይንኻ ትርእየሉ ውላድ እዩ። ስለዚ ግዜኹም ተባኽኑ ኣለኹም ክሳብ ዝሓልፈልና ክትብሉ ዕድሜኹም ይሓልፍ ኣሎ ይብሉኒ። ኣነ እውን ድሌተይ ይሕመቕ ይጸብቕ ወሊድካ ተጸጊምካ ምዕባይ እዩ ዝመርጽ፣ ናይ በዓል ገዛይ ድሌት ግን እዚ ኣይኮነን፣ ከምኡ ኢሎምኒ ኢለ ድማ ከይጠንስ ክፈትሐኒ እዩ፣ ምኽንያቱ በዓል ገዛይ ስለ ዘይፈቅድ። ድሕሪ ዝተወሰነ እዋን ንኻልኣይ ግዘ ጥንሲ ኣጋጢሙኒ፣ ሽዑ ግን እቲ ጥንሲ ክወልዶ ኣለኒ እንተበልክዎ ሕዚ እውን ሓሳቡ ኣይቀየረን። እቲ ጥንሲ ንኻልኣይ ግዘ ንኽንጽሎ፣ ክሳብ እቲ ንደልዮ ዝሓሸ ናብራ፣ እቲ ብርኪ፣ እንበጽሕ፣ ክንወልድ ከም ዘይንኸእል ነጊሩኒ። እንተገደደ፣ ኣብዚ ዓመት ጠንኪርና ሰሪሕና ክንድቲ ዝኣክል ኣለና ኣብ እንብለሉ ሰዓት ምስ በጻሕና ኢና። እትጠንሲ ስለዚ ክትንጽል እዮ ኣለኪ ብማል ንካልኣይ ግዘ ዝጠነስክዎ ቆልዓ ንከስድድ ገይሩኒ ከምኡ እናበልና ድማ ከባቢ ዓሰርተ ዓመት ጸኒሕና ብዘይ ውላድ ዝኩሉ እዋናት ኣሕሊፍና በዓል ገዛይ ክጠንስ ደለየ ኣብቲ ዝደለናሉ ግዘ ድማ ጥንሲ ክሳኽዐልና ኣይከኣለን ክልተ ግዘ ዝተሓሰምናዮ ዕድል ሓደ ግዘ ክንረክቦ ኣይከኣልናን ጥንሲ ክጠንስ ስለ ዘይከኣልኩ ድማ በዓል ገዛይ ክወልድ ከም ዝደልን ክሳብ ሕዚ ውላድ ክህልወና ይግባእ ነይሩ፣ እንተ ዘይወሊድኪ ንዓኺ ገዲፈ ካብ ክትወልደለይ እትኽእል ካልእ ሰበይቲ ክእልሽ እየ ብምባል ገዲፉኒ ከደ። ብድሕረይ ክልተ ቆልዑት ድማ ኣፍረየ። ኣብ ግዘ ንእስነተይ ከይወልድ ብሰንኪ በዓል ገዛይ ናብራና ከይቀየርና ከመይ ጌርና እንዳበለ ዕድመ ወሊደይ ምስ ኣኽተመ ሓዲጉኒ ምስ ካሊእ ጓል ሂዋን ናብራ ክምስርትን ቆልዑ ከፍርን ቅንጭ ኣይበሎን እንተ ኣነ ግና ኣይትወልድ ኣይትዘምድ ኮይኑ ስመይ ኣይ ካብ ውላድ ኣይ ካብ ጥዑም ሓዳር ኣጉል ተረፍኩ ደቂ ኣንስትዮ ኣሕዋተይ ሓደራኽን ዕድመኽን ኣይትጻወታሉ ካባይ ተመሃራ። ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሒዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ካብዚ ዛንታ ከም ዝተምሃርኩምሉን ሓሳብ ርእቶ ከም ዝረኸብኩምሉን ኣይጠራጠርን እሞ ናይ ማኪ ሚድያ ተኸታተልቲ ኣብዚ ቻናል ሒዝናልኩም ንቐርብ ዘለና ዛንታታት ናብ ኩሉ ሰብ ንክበፅሕ ላይክ፣ ሼር፣ ሳብስክራይብ ምግባር ኣይትሕመቑ እንዳበልና በዚ ክንፍለየኩም ሰሰናዩ